ሰላም ሰላም ደቂ ኤረይ ማዕረይ ኣኣብ ዘለኹምዎ ሰላም ከብዝሓልኩም እንዳተመነኹ እዚ ሕጂ ንርከበሉ ዘለና ቦታ ኣብ ዛግር ኢና ዘለና ሓውና ኣባል ሓሙሻይ ዙርያ ሃገራዊ ኣገልግሎት ሃብቶም መስመር ዘጋጠሞ ሽግር ሰሚዕና ኢና መጺና ዘልና ምስዞም ትርእይዎም ዘለኹም መሳርሕተይ ከምቲ ልሙድ ከኣ መደባትና ተኸታቲልኩም ንሓውና ሃብቶም ኣዓቕምኹም ክትሕግዝዎ ብሽም እግዚኣብሄር ንምሕጸነኩም ናብ ሃብቶም ክነብለኩም።

ስመይ ሉላ ሰመረ እበሃል። በዓልቲ ቤቱን ሃብቶም ምስ መርሑ ደጎም ኣብ ክታሽሕን ሸሞንተን ተመርዒና። ኣብ ክታሽሕን ሸሞንተን ተመርዒና ሓሙሽተ ቆልዑ ወሊድና። በኹረይ ሲመ ሃብቶም እበሃል። ብድሕሪኡ ጓል ኣርባዕተ ኣወዳት ሓንቲ ጓል። እዚ ሕማም እዚ ከኣ በቃ ካብቲ ዝነበሮ ናህራ'ዩ በቃ። እዚኦም ደቀይሲ ሓምት እያ ኣሎ ምዕባዩ። ንሱ እዩ ሓሪሱ ደናብረና ንሱ ሓሪሱ የናብረና እንተ ዘይኮይኑ ሃፍቶም ወፊሩ እንተ ወፈረ ውን ካብኡ ጼርና ኢና ነምጾ ብዝኸዶ ነዚኣ ማይ ተሰኪምሉ ዝቆልዓ ምስኡ ደድሕሪኡ ዝኸይድ ነዚኦም ወሊድካ ከኣ ከይሓረስካ ከይሓ ዝኾነ ነገር ናብራና ከኣ ምስ ዛባን ምስ ማሕረስን ዝተኣሳሰረ ናብራ እዩ። ኩሉ ነገር ካብኣ ዝተረፈ እሱ ከማን ሓንቲ ወርሑ ኢያ ተብልዓካ እቲኣ ትኣትወላ እቶት ብዙሕ እቶት የብሉን ካብኡካ ሸሚትካ ኢካ ትነብር ዓመት ሙሉእ ኢካ ዳርጋ ትሽምት ነዚኦም ቆልዑ እዚኦም ከኣ ናይ ትምህርቲ ኣሎ መሸመቲ ኣሎ ክዳኖም ኣሎ ኩሉ ነገር በቃ ከቢድ ኢዩ ብጣዕሚ ኣምላክ ግን ጥዑም ኢዩ ኩሉ ይከኣል ኣይ እግዚኣብሔር ካብ ክሳብ ዘይተደራርካሉ ትሓድረሉ እዋናት ውን ኣሎ። ብስቅያት ሕክምና ክኸይድ ኣይክእልን እዩ ብሰንኪ ስእነት ገንዘብ ኣሎ ኣብ ርእሲኡ ንባዕሉ ኣተዓባቢኡሱ ኣቡኡ ይፈልጦን እዩ ኣቡኡስ ዘኽታም ይዓቢ ትዕድልቲ ናብኡን ናብ ደቀይ ብምድጋሙ ግን ብጣዕሚ ሓዝነ ከምሰብ ኣነ ኣቦይ ኣይፈልጦን እየ ዝብል እሱ ክዕልል ከሎ ኣዲኦም ኣርባዕተ ሰለስተ ኣወዳት ሓንቲ ጓል ባዕላ ክርተት ኢላ ኣዕብያቶም ዕድሚኣ ሙሉእ ካሳብ ሕጂ ካኣ ኣላ ኣጋጣሚ ኮይኑ ከማን ሕጂ ብሕማም ምክንያት ነስመራ ከይዳ ኣላ ጸቅጢ ደም ሽኮርና ኣለዋ ብሰንኪ ናይ ደቃ ዝመጸ ሕማም ኢዩ ሕጂ ሓደ ጥዑይ ውላድ ውን የብላን ካብቶም ደቃ ኣርባዕቲኦም ሰለስቲኦም ንሜዳ ወጺኦም ሰለስቲኦም ግን ኣምላክ ይመስገን ተመሊሶም ንገዛ ኩነታት ጥዕንኦም ግን ዋላ ንሳቶም ብዙሕ ኣይኮኑ። መሃረምቲ ድዮም? እቲ ሓደ መሃረምቲ ናይ ርእሱ ኣለዎ፣ እቲ ሓደ ከኣ ሕማም ኣለዎ። ከም ኩሉ ሰብ ዝሓሞ ሕሙም እዩ። ኣብ ርእሱ እዚ ሕማም እዚ ተሰኪሙ ከሎ ኣላዪ ናይዚ ገዛ ኮይኑ ከኣ ይነብር። እቲ ሓዉ ንባዕሉ ምዕባይ ሓዊ። እዚኦም ሓሙሽተ ቆልዑ ምስ ተወለዱ ከቢድ እዩ በቃ። እንታይ እሞ መግለጺ የብሉን። መዋዳድርታ ወላ ሓንቲ ነገር ክት ዋላ ቃላት እዩ ዝሓጽረካ ንክትዛረብ። እዚ ሰብ እዚ ከኣ ወላ ብስእሉ ኣብዚ ትርእይዎ ኣለኹም ታንኬኛ እዩ ሰብ ዝኾነ እዩ ዝገርሞ ሰማንያን ሓሙሽተን ኪሎ እዩ ዝምዘን ኔሩ ታንኬኛ ተባሂሉ ኣውቲስታ ብኸምዚ እዩ በቃ ድኣቱ ኔሩ ኣብ ኣውቲስታ ማን ብኽንደይ ሃፈፍ ዳበለ እዩ ድኣቱ ኔሩ ኣብዚ ግዜ እዚ ካብቲ ዝነበሮ ሚዛን ኣዝዩ ጎዲሉ ዝኾነ ነገር ካብ ሊትሮ ንላዕሊ እንድሕር ኮይና ማይ ደኒንካ ከይተልዕሎ ተብሂሉ እዩ ብሕክምና ተወዲኡሉ ካብ ሃደ ኩፋ ንኸሎ። ነዚኦም ወሊድካ ግን ከመይ ገይሩ እሞ ከይሰርሐን ከይመሃዘን ከኣ ክዓብዩ ይክእሉን እዮም። ብምኽንያት ከምዚ ከኣ ኣብዚኣ ይነብር ይወፍር ጼሮም የምጽዎ ኣብዚኣ ምስ መጸ ቃንዛ ለይቲ ትበሃል ድቃስ የብላን። ደቂስና ክንበሃል ኣይፈልጥን እዩ ሙሉእ ለይቲ እዛ ኩላ ነብሱ ማይ ትሕጸብ ይርህጽ ሃለዋት ኣጥፊኡ ድቅስ ከም ሚሒር ቃንዛ በቃ ጠብጢብካ ኣለኻ ዲኻ ገለ ኢልካ ከተተስኦ ሚሒር ቃንዛስ ሃለዋት ኣጥፊኡ ይድቅስ ናብራ የኸብድ ዓመት ብፍላይ ሕጂ መይቱ ሞይቱ ኢልና ኣብዚ ቀቢጽና ኩሉ ቤተሰብ ተኣኪቡ ኣብዚ ገዛ ክሳብ ወዲ ሓወቦይ ኔሩ ትንፋስ ምስ ሰኣነሉ ጣጥዓታ ጌሩ ዘእዩ ተተኪስዎ ነዜም ቆልዑ ጸዊዑ ከምዚኣ ኢልዎም በቃ ኣቢጥና ካብዚኣ ነስ መራ ሒዝናዮ ምስ ከድና ሽዑ እዮም ኣብኡ ቤተሰብ ደለዉ ኣሕዋትና ደለዉ ገለ ምስ ራእይዎ ንኸምዚ ከኣ ኣሎ እንድዩ ክግበር ይኽእል እንድዩ ኣሕዋት ኣለዉና እንድዮም ደይንፍትን መን እሞ ኣለዎ ንባዕሉ ዘኽታሚ ዓብዩ ዝፈልጦ ሰብ የብሉን ሓጋዚ ሰብ የብልናን ዝኾነ ነገር ከኣ ክግበር ስለ ዘይክእል ብምንታይ እሞ ደሓን ደሓን ኤርትራውያን ኣለዉ የሕዋትና ኣለዉ ተፈጢርና እንዲና ሰብ ስለ ዝኾንና የሕዋትና ኣለዉ መጋድልቲ ኣለዉ ብስም ኤርትራውያን ከኣ ኩሉ ሰብ ክሕግዘና ይኽእል እዩ ጥራይ ዓቕልኹም ኣይተጥብቡ ኣይትሸጎሩ ጸገም ይሓልፍ እዩ እንተኾነ ብሂወት ንሱ ይድሕን ኣይደሓነን ከኣ ነዞም ቆልዑ ገለ ነገር መዕበዪ ይወሃ ይግበረሎም። ብዝብል እዩ ናብዚ ኣድኪምናኩምን ብፍላይ ብፍላይ ኣሕዋተይ ደቂ ዛገር መታዓቢቲ ከይመስገኖም ከይመስገንኮም ክሓልፍ ኣይደልን እየ ብምሉእ ኤርትራዊ መጋድልቱ ዝነበሩ ደቂ ኣሃዱኡ ዝነበሩ ኣብዚ መጺኡ ቅድሚ ክንደይ ቅድሚ ሰለስተ ዓመት ኣብዚ መጺኡ ወዲ ኣሃዱኡ መጺኡ ኣማን ደበሳ ይበሃል ምስ ረኣየ በኽዩ ከይዱ እዩ ካብ ደገ መጺኡ ዝርእይዎ ምስ ከደ ወዲ መስመርስ ክሳብ ክንድዚ ኮይንካ ጋለልዎ በቃ ከቢድ እዩ በቃ እንዳ መግለጺ የብሉን ሕጂ ከኣ እቲ ዝግበር ጌሮም ብዓቢይ ብሂወት ክድሕን ነርኡ ድሕሪኡ ከኣ ሂወት ደቀይን ናብራይን ከመሓይሽ ከኣ እደሊ። ሓማተይ እውን ምሳይ እያ እትእለ። ቅድሚ ክልተ ዓመት ፓራላይዝ ኰይና ን ኣብ ርእሲ ናቱ ሕማም ምሳኻ ፓራላይዝ ኰይናትኒ ነይራ። ክልተ ዓመት ምሉእ ፓራላይዝ ኰይና የማናይ ጐና ለሚሱ ነይሩ። ምስዚ ምስዚኦም ሓራስ ነይረ ነዚ ቈልዓ እዚ ዝነኣሰ ምስኡ ምእላይ ምስኦም ንዓይሲ በቃ ካብቲ ጸገምሲ ኣይወጻኹን ምስ ኣቶኺ ትሒዘ ብጸገምሲ ተኣቶኺ። ዓሰርተ ዓመት ኣይኮነን።
ሕጂ ኩሉ ክሓልፍ እዩ ኣይትጨነቂ ኩሉ ምቅባል እዩ። ኣብ ኑስ ዕድሜኻ ከምዛ ትረክብ ትጎይ ትሓፍስ ትዘልል ዝነበርካ ከምዚ ኮንካ ኣብ ዓራት ኮንካ ክትውዕል ከለኻ ግን እንድዒ። ከቢድ እዩ እዚኣ ውፅእ እንተይሉ እውን ድሕር ወፊሩ እንድሕር ደንጉዩ በቃ ናብ ቴሌፎን እዩ ሰዓታት እንድሕር ደንጉዩ ወዲቑ እዩ ማለት እዩ ኣታ ደውለይ ምስኮል ግበሩለይ የለን ማለት እዩ ወዲቑ እዩ ናብ ዓሚ ህጂ ክንፅሂ ኢልና ኣብ ግራት ምስ ከና እንዳፀሃየና ህልና በያ ብርኪ ኢዱ ጎኒ ኢዱ ሃሪምዋ ናፍታ ኩሊት ኣብኣ ከሎ ወዲቑ ካብቲ እዮም ሰራዊት ሰብ ፀዊዐ ጼሮም ናብታ ገዛ ወሲዶም ደይ ኣብታ ገዝኦም ማይ ኣስትዮሞ እንታይ ኢሎምኒ ከምኡ ይገብሮ ዩ ኩሊት ይጸቦም ሃንደራይ ይብሎ እሞ እንታይ ክገብር ወፍር ወሊድና ናበይ እሞ ክንኣቱ ድኣ ግድን ናብራና ካብ ምስ ሕርሻ ምዛባ ሓይሊ ዘለዎ ይበቃ እቲ ናብራና ሴማቶም ስመር ንባል ዝቕመጠላ ዓዲ ዛግር

መምሃራን ሕጂ ጸገም ወላዲ ከርድኡ ኢልካ ዶ ትፈልጥዎ ዶ ኣቦኻ ሕሙም ምዃኑ ኣይፈልጡን እዮም ብሰንኩም ኩራት ገለ ትስጎገሉ ግዜ ኣሎ ዶ ካብ ትምህርቲ እስከ ዕልለኒ
እንታይ ኮንካ ኣብቂርካ

ሐራይ ሃብቶም ምስ ሙሉእ ድሕረ ባይታኻ ክተላልና። ሕራይ መጀመርያ ነዚ ኹሉ ናተይ ጸገማት ተረዲእኹም ናተይ ሽግር ሰሚዕኹም ካብ ኩሉ ላዕልን ታሕትን ኢልኩም እዚ ኹሉ ገልጠምጠም ኢልኩም ኣብዚ መጺኹም ብዛዕባይ ከምዚ ዓይነት ክትገብሩ ብጣዕሚ እየ ዘመስግን ኣነ ኣብ ልቢ ናይ ምስገን ክኾን ክሕልፍ ኣይደልን እየ ነዚ ኩሉ ዝገብሩ ዘሎ ሰባት ኣብ ደገ ለለዉ ዋላ ኣብዚ ዘለኹም ብኣይ ተገዲሶም እዚ ኩሉ ኣብዚ ዘብጹሕኒ ወይ ኣብዚ ነገር ዝገብርዎ ዘለዉ ዝዋስኡ ዘለዉ ሰባት ከየመስገንክዎም ክሕልፍ ኣይደልን እየ ድሒሩ ኣነ ሃብቶም መስመር ይሕደጎ ካብ ኣቦይ መስመር ይሕደጎ ካብ ኣደይ እሙና ተክለሃይማኖት ገርደም ተወሊደ ኣብ ንኡስዞባ ስርጃ ዓዛግር ይቕመጥ ማለት እዩ። ኣብ ቴስዓን ሽዱሽተን ከም ሰብ ኣብ ከም ኩሉ ኤርትራዊ ናብ ሃገራዊ ኣገልግሎት ሓምሻይ ዙርያ ወሪደ ማለት እዩ። ኣብ ሓምሻይ ዙርያ ናብ እንዳ መካናይዝድ ሰብዓን ኣርባዕተን ኣብ ታንከኛ ኣሃዱ ተመዲበ ከም መድፍዓጂ ፋጎት ወይ ከኣ ጸረ ታንኪ ኮይነ ሰርሐ ድሕሪ እውን ካብኡ ንናብኡ ካብቲ ራብዓይ ወጠለኒ ናብ ካልኣይ ወጠለኒ ብመንገዲ ኣውቲስታ ታንኪ ተሰጋጊረ ማለት እዩ ከም ኣውቲስታ ታንኪ ኮይነ እውን ክሳብ 215 ኣብ ኣሃዱ ፀኒሐ 215 ነዚ ዘጋጠመኒ ሕማም ኣብቲ ኣሃዱ ከለኹ ስለ ዘጋጠመኒ ነቲ ሕማመይ ተረዲኦም ኣሃዱ ኣርብዓን ሸውዓተን ክፍለ ሰራዊት እውን ከየመስገንክዎም ክሓልፍ ኣይደልን። ከም ሰብ ኣብ ትሕቲ ስድራቤተይ ክእለ ጻዕዳ ወረቐት ሂቦም ሰዲዶምኒ ማለት እዩ። ሕጂ ከኣ ኣብ ትሕቲ ስድራይ ኣብዚ ሃገር ኮይነ ይቕመጥ ኣለኹ ማለት እዩ።
ክንደይ ዓመት ኢኻ ጌርካ እዚ ሽግር እዚ ካብ ዘጋጥመካ? እዚ ሽግር እዚ ካብ ክልተ ሽሕን ክልተን ገለ ከባቢ ኣብ ክሳብ ክልተ ሽሕን ዓሰርተ ሓሙሽተን ኣብ ኣሃዱ ጸኒሐ ማለት እዩ ብኹሉ ምስቲ ኩሉ ስቓይ ማለት እዩ ኣብ ሕክምና ኣሃዱ እንዳተመላለስኩ ጸኒሐ ካብኡ ንደሓር ግን ንሶም እቶም ኣሃዱ እውን ክፈልጥዎ ስለ ዝጀመሩ ናብ ዓዲ ካብ ኣሃዱ ተፋንየ ምስ ስድራቤት ክእለ ተወሲኑ ማለት እዩ። ናብ ኣፍሪቃ ናብዚ ገዛ እየ መጺኤ ማለት እዩ።
ብዛዕባ እቲ ወሪዱካ ዘሎ ሕማም ብንጹር እስከ ኣረድኣና ሃብቶም። ናይ ክልተ ኮላሊት ጸገም እዩ ኣጋጢምኒ። እዚ ጸገም እዚ በየን መጺኡ ክብሎ ኣይክእልን እየ ኣመጻጽኡ ማለት እዩ። ክልቲኡ ግን ረኽሲን ጸጸርን ኣለዎ ማለት እዩ። ፕላስ እዚ ናይ ረኽሲ ናይ ፍሕኛ እውን ኣብዚ ሕጂ ዝኸድክሉ ናይ ሕክምና ኣብኡ ወሲኹ ከም ዘሎ ተነጊርኒ ማለት እዩ። ኣብ ከመይ ደረጃ በጺሕካ ኣለኻ ኢሎምኻ ሕጂ?
እሶም ዝብሉኒ ዘለዉ ክንከታተሎ ኢና እንድዩ ዝብል ዘሎ እቲ ዶክተር ብሰንኪ ናይ ሰልዲ ጸገም ካብ ዛግርኒ ነስመራ ንኸዲ ሲኢነ ካብ ቆጸራ ዝተርፈሉ ናይ ሕክምና ሰዓት ስለ ዝነበረ ብኸምዚታት ኣቋሪጸ እየ ጸኒሐ እቲ ሕክምና ንጸገማተይ ምስዚ ገዛ እንበር ናብ ሕክምና ኹን ናብ ገለ ብዙሕ ኣየታሽም እየ በልኩ ሕጂ ግን ቁርብ ምስዚኦም ተስፋ ስለ ዝሃቡኒ እዚኦም ሰባት ማለት እዚኦም ኣሕዋት ናብ ሕክምና ከይደ ትማሊ ኣብዚ ሰሙንዚ ከይደ ነይረ። ኣብቲ ንደኽ ስናይፈኛ ወሲኹ ከም ዘሎ ሓቢርኒ ማለት እዩ። ኣብቲኤን ከማን ከምኡ ማለት እየን ኣለዋ እተን ኣንራክሴዎ ኣብ ዳሽማን ኣለዋ እንድሕር ክሕፀብ ዝኽእል ተኮይኑ ኣብዚ መሕፀቢ ስለ ዘለውን ክንሓፅቦ ንኽእል ኢና ግን እቲ ረኽሲ ይውስኽ ድዩ ይጎድል ድዩ ኣብ ዘለዎ ደረጃ ጠጠው ድበለ ድዩ ቅድም ክንከታተሎ ኢና ምስቲ ተፈሊኻዮ ዝፀናሕካ ገለ ዝብል ሓበሬታ ሂብኒ ኣሎ። ብቆጸራ ሕጂ ካብኡ መጽየ ኣለኹ ናብዚ።
ሕጂ ብምንታይ ትናበር ማለት ከመይ ትንቀሳቀስ ዶ እንታይ ክትገብር ትኽእል። እወ
ምንቅስቃስ ኣይተርፍን ነዚኦም ቆሎት እዚኦም ወሊድካ ግድን ኢኻ ትወፍር በቃ ግድን ክትወፍር ኣለካ እዚኦም ክህልዉ ተኾይኖም ግድን ክትወፍር ኣለካሳ። እዎ ምህላው ናተይ እኮ ኣይኮነን ዘገድሰኒ ንዓይ ሕጂ እዚኦም ቆርዑ እዚኦምሲ ከመይ ጌሮም ይህልው እየ ዝሓስብ ኣነ ሕማም ከም ዘለኒ ኣብ ነብሰይ ጭራሽ ሓሲበ ኣይፈልጥን ኣብ ርእሰይ እፈልጦ እየ ከም ዘለኒ ግን ኣብ ርእሰይ ሒዘ ኣይፈልጥን እየ የውጽእ ክሳብ ዝወድቅ ይሰርሕ ምስ ወደቅኩ እዚኦም ሰባት ብገለ ብገለ ሒዞምኒ ይመጹ እዚኣ ኣብዚ ዓራት እዚኣ ከኣ ይእለ ማለት እዩ። መብዛሕትኡ ሓይሊ ናተይ ኣብ ማይ እየ ዝንቀሳቐስ። ማይ ክሳብ ሽዱሽተ ሊትሮ ማይ ይሰቲ ንመዓልቲ ማለት እዩ። ዝኾነ ነገር ከየጋጥመኒ ምስ ወፈርኩ ነዚ ቆልዓ እዚ ሒዘ እየ ዝኸይድ። እዚ እዩ ቦኽርኻ?
እዚ ምርኩስ ናተይ። ነዚ ሒዘ ይኸይድ ተወዲቐ ሰባት ፀዊዑ ተሰኪሞም ናብዛ ገዛ የምፅኡኒ ናብ ሕክምና እናገበ ይብሉኒ ብሓቂ ብሓቂ ከዓ ኩሉ እቲ መንእሰይ ወራጅ መንእሰይ ናይዛ ዓዲ ማትያ ሽግር እየ
ሕዚ ንሕክምና ተሰኪሞም ክወስኻ ካብኡ ናብዚኣ ክወስኻ ካብኡ ከቢድ እዩ ኮላ ዓዲ ተሸጊሩ ሕጂ ጥራይ ኣነ ስድራ ቤተይን ጥራይ ዘይኮነስ ኮላይ ነቲ ዓዲ ሽግር እየ ብዝኾነ ደሓን እዩ
እሶም ኩሎም ካኣ ጻማ ፍጠሩ ኣለዎም እቶም ከምኡ ዝገብሩ ናይ ብሓቂ ከየመስገንክዎም ግን ክሓልፍ ኣይደልን ንኩሉ ሰብ ማለት እዩ ወላ ህዝቢ እዛ ሃገር ይኩን ወዲ ዝኮነ ሰብ ማለት እዩ። ጽቡቅ ሃብቶም ሕጂ ተጣይስካ ኢካ ዘለካ ከምዚ ክትብሎ ዝጸናሕካ ብናትካ ህዝቢ ኤርትራ ንኣኻ ሓጊዝካስ ባዕልኻ ፓስፖርትኻ ኣውጺኻ መንቀሳቐሲ ረኺብካስ ፓስፖርትኻ ኣውጺኻ ኣብቲ ክትሕከመሉ ትኽእል ቦታ ክትከይድ ትኽእል ኢኻ ማለት እዩ። የዋሃደር ድልየተይ ከምኡ እዩ እቲ ሓቂ ማለት እዩ። እወ። ገለ ሓገዛት እንድሕር ረኺበስ እቲ ፍቓድ ናይቲ ታሽሙ ብዚ ብዓድኻን ብምስ ምክልኻልን ተራኣዲኻ ዘይፍታሕ ነገር ስለዘየለ፣ ምስኦም ተራዲእኻ ኣብ ትሕከመሉ ደረጃ ወይ ኣብ ትሕከመሉ ቦታ በጺሕኻ እንድሕር ክትሕከም ትኽእል እቲ ብቕዓት ተተረኺቡሲ እወ እንድሕር ዘይ ባጀት።
ሓገዝ እንድሕር ተረኺቡ ዘይትሕከመሉ መንገዲ እውን ስለ ዘየለ ኣነ ከምኡ መደብ ምሃለወኒ ወይ እውን ከምኡ እየ እቲ ሓሳብ ናይ ናተይ ማለት እዩ። እንታይ ድዩ ከም ተሽም ክትሪኦ ከለኻ ኩልኹም እቲ ጀነረሽንስ እንዳተኾራረሰ ድዩ ነብዚ ከ ንህይወትካ ኢልካ ክትነብር ኣይትኽእልን ኢኻ ንውላድካ ኢኻ ክትነብር ክትነብር ከለኻ ንውላድካ ኢልካ ኢኻ ትነብር ይንበር ንህይወተይ ቀደም እኳ የኽፍየ ናብ ሃገር ኢለ ዕስራን ገለን ዓመት ከገልግል ከለኹ ንሞት ኢለ ሽዑ የውፍያታ ነብሰይ ማለት እዩ ከም ሰብ ግን ካብ ብሱል ጥረ ይበሃል ካብኡ ወፂኣኻ ኣብ ከምዚ ዓይነት ሂወትካ ኣጋጢምዋ ማለት እዩ እቲ ዝድለይ ነዚኦም ቆልዑ እዚኦም ማለት እዩ። እዚኦም ቆልዑ እዚኦም ሲ ከመይ ገይሮም ይእለዩ ወይ ከመይ ገይሮም እዚኦም ዓብዮም ሲ ናይ ሃገር ተረከብቲ ክኾኑ ይኽእሉ? እቲ ኣገዳሲ እሱ እዩ። ነዚኦም እውን ጥራይ ዋላ እቲ ሕክምና ናተይ እንተ ኣነ ብልቢ እየ እቲ ናተይ ሕክምና ዋላ ተሪፉ እዚኦም መእለይ ረኺቦም እንድሕር ተኣልዮም ከይሰኽተሙ እዚኦም እንድሕር እንጀራ ረኺቦም ዓብዮም ሲ ንዓይ ኣነ ከም ዘይሞትኩም ረኣኹዎ ማለት እዩ። ወላ ትሞት ኣነ ከም ለበዋ ክላበዎ ዝደሊ ወይ ውን ንኣሕዋተይ ድዩ ንደቂ ዓደይ ንህዝቢ ኤርትራ ብሓፈሻ ንኹሎም ኣብ ሰራዊት ምሳይ ዝነበሩ ምሳይ ዝጎዩ ብዝኾነ መንገዲ ካብዚ ሂወት እዚ ወጽየ ብጥዕናይን ብጥዕና ደቀይ እንተሓልዩ ብናቶም ሓገዝን ብናቶም ደገፍን ከኣ ክበጽሖ ስለ ዝኽእል ሓገዛቶም ከይፍለየኒ ክምሕጸን እደሊ ማለት እዩ።
እሞ ክቡራት ኣሕዋት ከምዚ ሓውና ሃብቶም ከዕልለና ዝጸንሐ ንእስነቱ ወፍዩ ዕድሚኡ በጃ ጌሩ ጉልበቱን ርሃጹን ነዚ ሃገርን ነዚ ህዝብን ዘበጀዎ ሰብ እዩ። ከምቲ ክብሎ ዝጸንሐ ካብ ዕድመ ንእስነቱ ካብ ዝወፈረሉ ሰዓት ተበጊሱ ንሞት ተቐቢልዋ እዩ ወፊሩ ከም ዘዋዕለና ዝጸንሐ። እንተኾነ ግን ኣብ ኩሉ ሃሉ ኢልካ እንተደኣ ተሪፍካ ድሕሪኡ ውላድ መጺኡ ንስለ ውላድካ ኢልካ ግን ትኾኖ ነገር ከቢድ እዩ ከም ዝኸዕለና ዝጸንሐ። ሓሙሽተ ትንፋስ ክትኣሊ እዚ ጸገማት እዚ ተሰኪምካ። ኣዝዩ ከቢድ እዩ ክብደቱ ይርዳኣኩም እዩ ክቡራት ኣሕዋት ስለዚ እቲ ኩሉ ኤርትራዊ ጭውነትና እቲ ምትሕግጋዝና ኣይፈለ ካባኹም። ነዚ ንእስነቱ ወፍዩ ሰሌና ወፊሩ ዝጸንሐ ሰብ ኣብዛ ሰዓት እዚኣ ካብዛ ዓራት ካብዛ ቃንዛ ነጋላግሎ ክብረት ሃበለይ። ደቂ ኤረይ ማዓረይ እዚ ሃብቶም ክዛረቦ ዝጸንሐ ከምኡውን በዓልቲ ቤቱ ክትዛረቦ ዝጸንሐት ሰሚዕኩሞ ኣለኹም። ኣነ ከም ሜሮን ከምዚ ዓይነት ተስፋ ዘለዎ ሰብ ኣጋጢሙኒ ኣይፈልጥን እዩ። እዚ ክዛረቦ ዝጸንሐን እቲ ዝኾኖ ዘሎን በበይኑ እዩ። እቲ ኣነ ዝሪኦ ዘለኹ ኣብ ውሽጢ ሓሙሽተ ደቂቅ እተዛረባ ዘረባ ኮፍ ምባል ስኢኑ እዩ ደቂሱ ዘሎ። ግን ይርደኣካ እዩ ኩሉ ግዜ ተጋደልትና ዋርሳይና ኩሎም ኩሉ ግዜ ጸዋራት ምዃኑ ንፈለጥ ኢና። ክንዲ ምንታይ ተጻዊሩ ነዛ ኮፍ ዓቅሉ ጸቢባቶ ኣላ። ንሪኦ ኣለና ሓደራኹም ደቂ ኤረይ ማዓረይ። ትማሊ መድፋዓጂ ትማሊ ታንኪ ሒዙ ዝኸይድ ዝነበረ መንእሰይ ብሰንኪ ናይ ኩሊት ሞሃ ናይ ክልቲኡ ኩሊቱ ጸገም ዞም ሓሙሽተ ደቁን በዓልቲ ቤቱን ከምዚ ኮይኑ ክንሪኦ ንኹላትና ከቢድ እዩ ሕድርኹም ደቂ ኤረይ ማዓረይ ከምቲ ናይ ኩሉ ግዜ ሃብቶም ኣላይ ደቁ ክኸውን ኣቦ ደቁ ክኸውን ኣቦ ደቁ ንኽኸውን ሓላፍነት ናይ ኩላትና ዜጋ እዩሞ